ሰላም ዝኸበርኩም ተኸታተልቲ ቀንዴል ባርሴሎና ኣብ መወዳእታ መዓልቲ መስኮት ምስጋር ዝዕፀወሉ ንታርጋይታታቶም ፊሊፕ ኮቲኖን ኣንጅል ዲማርያን ከየፈረሙ ምብካሮም ፍሹል ናይ ምስግጋር ክረምቲ ኣሕሊፎም ከም ዝተባህሉ ዝፍለጥ ሓቂ እዩ ኣብ ርእሲ እውን ንመጻኢ ንመሲ ክትክእ ተስፋ ኣንቢሮም ዝነበሩ ኔይማር እውን ሕቑኡ ክህቦም ብምምራጹን ብድሕሪ እውን ኣብ ዋንጫ ሱፐር ካፕ ብናይ ክልተ ፀወታ ድምር ውፅኢት ሓሙሽተ ብ ሓደ ብሪያል ማድሪድ ብምስዓራ ባርሴሎና ኣብ ቅልውላው ትርከብ ተባሂሉላ እዩ ሕጂ ድሕሪ ሰለስተ ፀወታ ላሊጋ ግና እቲ ኩንነት ምስቲ ተባህለ ክጋጮ ይረአ ኣሎ ኣብዚ ግዜ እዚ ባርሴሎና ንሪያል ማድሪድ በርባዕተ ነጥቢ ክትሓልፋ ከላ እታ ብዘይ ቀንዲ ኣጥቃዓያ ክርስትያን ሮናልዶ ትርከብ ማድሪድ ከኣ ንደገፍታ ምቹእ ዘይኮነ ኣጀማምራ ጀሚራ ትርከብ ኣንጻር ለቫንተ ኣብ ዝገበረቶ ጸወታ ክልተ ነጥቢ ክትከስር ዝተገደደት ሪያል ማድሪድ ካብኡ ዝገደደ ከኣ ናይ ኣጥቃዕቲ ቅልውላው ኣጋጢምዋ ምህላው እዩ ኣብ ርእሲ እቲ ክርስትያኖ ሮናልዶ ዘለዎ መቕጻዕቲ ከሪም በንዘማ እውን ብቐዳም ኣብ ዝተገብረ ጸወታ ንሰለስተ ወይ ኣርባዕተ ሳምንቲ ክኣልዮ ዝኽእል መስባሩ ንነገራት ኣጋዲዱ ይርከብ። እዞም ክልተ ኣባላት ቢቢሲ ኣብ ዘለውሉ ጋሪዝ ቤል ንመስመር ምጥቃዕ ክመርሖ ትፅቢት ዝግበረሉ ክኸውን ከሎ ብትስፍዋት መንእስያት ተፃወቲ ኣሰንሲዮን ኢስኮን ሉካስ ቫስከስን ክሕገዝ ምዃኑ ከዓ ይፍለጥ። ናይ ሪያል ማድሪድ ቀንዲ ጸገም ጎል ክኸውን ዝኽእል ዕድላት ምፍጣር ዘይኮነ ኩዕሶ ኣብ ሰኪዐት ምንባር ጥራይ ምዃኑ ምስክር ኣንጻር ቫለንስያ ማዕረ ኣብ ዝወፅሉ 22 ግዜ ፈተነ ከካይዱ ከለዉ ኣንጻር ላቫንተ ከኣ 18 ግዜ ክፍትኑ ተራእዮም እዮም። ካብዚ ኣብ ክልቲኡ ፀወታ ዝፈተኑ ኣርባዓ ሽቶታት ከኣ ሰለስተ ጥራይ ናብ ጎል ከም ዝተቐየረ ዝፍለጥ ሓቂ እዩ ሮናልዶ ገና ዘለዎ ናይ መቕፃዕቲ ክውድእ ሓደ ፀወታ ተሪፍዎ ዘሎ ኮይኑ ረቡዕ ኣብ ዘካይዱ ፀወታ ሻምፒየንስ ሊግ ኣንጻር ኣፒየል ኒኮሳ ክምለስ ግን ትፅቢት ይግበረሉ ኣብ ኣገዳሲ ግዜ ምስ ይጽንበሮም ምህላው ዝተሓጎሱ ህፃወቲ ሪያል ማድሪድ ሎሬንተን ቫስከስን ደገፎም ንሮናልዶ ሂቦም ኣለዉ ኣገዳስነት ሮናልዶ ኣብዛ ጋንታ ፍሉጥ እዩ ንሱ እንተዝህሉ ነይሩ ኣከታቲልና ክልተ ግዜ ማዕረ ምውፃእና ነርና ዝበለ ኣከፋፋሊ ሎሬንተ ክኸውን ከሎ ንኣርባዕተ ፀወታ ንክርስትያኖ ክትከስሮ ብጣዕሚ ብዙሕ እዩ ብምባል ንኣገዳስነት ሮናልዶ ዘስመረሉ ከዓ ኣንፃር ላቫንተ ነታ እንኮ ጎል ዘመዝገበ ሉካስ ቫስከስ እዩ ብኣንጻር ናይ ሪያል ማድሪድ ከኣ ባርሴሎና ናይ ምጥቃዕ መስመሮም ካብ ትጽቢት ንላዕሊ ብኣድማዕነት ክሰርሕ ይርከብ። ሪያል ማድሪድ ብስእነት ክርስትያኖ ሮናልዶ ጎላት ጨኒቕዋ ማዕረ ሓደ ብሓደ ትወፅእ ከላ ባርሴሎና ከኣ በቲ ፍቱ ወዳ ሌዮነል መሲ ተሓጊዛ ሓሙሽተ ብዜረ ንስፓኒዮል ከተዕንዋ ተራእያ ካብ ናይ ሃገራዊ ጋንቱ ውፅኢት ብርቱዕ ነቐፌታ ወሪድዎ ካብ ኣርጀንቲና ዝተመልሰ መሲ ኣብ ትሕቲ ፅላል ክለቡ ንስፓኒዮል ሃትሪክ ብምስራሕ መዝሓል ሕርቕርቐቱ ክገብራ ተራእዩ እዩ ኣብ ሰለስተ ፀወታታት ዛጊት ሓሙሽተ ጎላት ብምምዝጋብ ከኣ ባርሴሎና ብማድሪድ ዝወረዳ ሓሙሽተ ብሓደ ዕንወት ስዒቡ ዝዘነበ ነቐፌታታት ከም ዘይነበረ ከዝሕሎ ክኢሉ ኣሎ ኣብ ሰለስተ ፀወታታት ዛጊት ዘይተመዝገቦም ባርሴሎና ድሕሪ ዓመተ ስፖርት 2014 15 ንመጀመርያ ግዜ ኣብ ናይ መጀመርያ ሰለስተ ፀወታታት ጎል ከይተመዝገቦም ይርከቡ። ኣብ ዝሓለፈ ዓመት ናይ መጀመርያ ጸወቶም ንሪያል በቲስ 6 ብ2 ኣብ ዝተዓሉ ክልተ ጎል ክምዝገቦም ከሎ ኣብ ሳልሳይ ጸወቶም ኣንጻር ኣትሌቲኮ ማድሪድ ከኣ ሓንቲ ጎል ከም ተመዝገቦም ይዝከር ኣሰልጣኒ ቫልቫርደ ኣብ መጀመርያ ኣንጻር ሪያል ቤቲስ ንመሻራኖን ሳሙኤል እሙትን ኣብ ምክልኻል ክጥቀመሎም ከሎ ኣብ ዝቐጸለ ክልተ ጸወታታት ግና ንጀራርድ ፒኬን ሳሙኤል እሙትን ከም ዝመረጸ ይዝከር። ኣብ ቅድሚኦም ዝርከቡ ሰርጌ ብስከቲን ኢቫን ራኬቲችን ከኣ ኣብ ምክልኻል ዘተኮረ መዳይ ጸወትኦም ብግቡእ ይፍጽሙ ምህላዎም ኣሰልጣኒ ቨልቫርደ ድሮ ኣብ ምክልኻል ንባርሴሎና ብግቡእ ኣዋሂድዎ ምህላው ናእዳ ዝግብኦ እዩ ስለኸምኡ ከኣ ባርሴሎና እታ እንኮ ክሳብ ሕጂ ጎል ዘይተመዝገባ ዘላ ጋንታ ኮይና ትርከብ ኣብ ቅድሚት እውን ንመሲ ካብ ክንፊ ብምስሓብ ኣብ ቅድሚ ኣብ ቅድሚት ከም ናይ ሓሶት ቁፅሪ ትሽዓተ ብምግባር ከሰልፎ ጀሚሩ ይርከብ። ኣብ ግንቦት 2 2009 ናይ ቀደም ኣሰልጣኒ ባርሴሎና ፔፕ ጓርዲዮላ ኣብ ግጥም ኣንጻር ሪያል ማድሪድ ንመሲ ካብ ክንፊ ናብ ቅድሚት ብምስሓብ ንሳሙኤል እቶ ከኣ ኣብ ክንፊ ክመልሶ ብምርኣዩ ብዙሕ ዘገረመ ተርእዮ እኳ እንተነበረ ክሳብ 214 ሉዊስ ስዋረዝ ናብታ ጋንታ ክሳብ ዝመጽእ ከኣ ኣብ ማእከል መጥቃዕቲ ምጽዋቱ ከም ዝቐጸለ ይዝከር። ሱዋረዝ ምስ መጸ ከኣ ናይ ቅድሚት ቦታ ገዲፍሉ ብክንፊ ክስለፍ ከም ዝመረጸን ክሳብ ኣብዚ ግዜ እዚ እውን ከም ዝቐጸለን ከኣ ይፍለጥ። ሕጂ ቫልቫርደ ናብ ናይ ቀደም ቦትኡ ብምምላሱን ድሮ ሓሙሽተ ጎላት ኣመዝጊቡ ምህላውን ከኣ ነቲ ውሳነ ቅኑዕ ምዃኑ ኣመስኪሩ ይርከብ። ኣሰልጣኒ ኣርነስት ቫልቫርደ ድሕሪ ዓወት ኣንጻር ሪያል ቤቲስ ኣብ ዝበሎ ዋላ እኳ ብባህሪኡ ኣጥቃዓይ እንተዘይኮነ ኣብ ስራሕ መጥቃዕቲ ግና ብብዝሒ ስለ ዝሳተፍ ኣብኡ ከሰልፎ ከም ምርጫ ተታሒዙ ኣሎ። ኩሉ ነገር ኣብ ዙርያ መሲ ስለ ዝዘውር ከኣ ብጣዕሚ ሕጉሳት ኢና ክብል ተዛሪቡ። ተቐይሩ ዝኣተወ ኦስማን ደምበለ ኣብ ዶርትማን ዝጻወተሉ ዝነበረ የማናይ ክንፊ መጥቃዕቲ ክሕዝ ከሎ ስዋረዝ ኣብ ጸጋማይ ክንፊ መሲ ከኣ ኣብ ማእከል መጥቃዕቲ ክቕጽል ተራእዩ እዩ። ድሮ ከኣ ጽልዋ ቨልቫርደ ኣብ ባርሴሎና ክረአ ጀሚሩ ኣሎ ዝብሉ ተንተንቲ ስፖርት እናበዝሑ ይመፁ ከም ዘለዉ ይፍለጥ። ዝኸበርኩም ተኸታተልቲ ቀንዴል ንሕጂ ዝበልኩ መደብ ስፖርት እዚ እዩ። ኣብ ቀጻሊ ክሳብ ንራኸብ ሰላም።